እንቋዕ ደሓን መጻኻ ናብዚ ናይ መድረኽ ሽንግርዋ ኣካዳሚ። እንቋዕ ደሓን ጸንሑ።
ሽምካን ትዋዳደረላ ደርፍን ንገረና። ሕራይ መጀመርታ ሽመይ ሄኖክ ኣብርሃም ይበሃል። እዚኣ ቀሪበ ዘለኹ ደርፊ ከኣ ናይ ኣልኣሚን ዓብደለጢፍ ሰላም ክብለኪ ሰላም ሰላም ክብለኪ ሰላም ፍቐድለይ

ፈጸምኮ በደል ግበርሉ ይቕረ ፈጸምኮ በደል ግበርሉ ይቕረ ዋይ ኣይትሓዝለይ ኢኺ ሰላም በልለይ ኢኺ
ሕራይ ሄኖክ ክትደርፍ ትኽእል ኢኻ ፀገም የብልካን ከበድቲ ፀገማት ኣብቲ ቅላፀታት እዩ እቲ ቅላፀታት ሕጂ ሓደ ሓደ ግዜ ሲ እታ ትደርፋ ደርፊ ከም ዘላታ ከተቕርባ ፅቡቕ እዩ ደሓር ተወሳኺ ምጽብባዓት ከኣ ኣብ ልዕሊኡ ትገብር። ነቲ ዝገበርካዮ ቅላጸ ካብ መጀመርያ ክሳዕ መወዳእታ ንሱ ተደጋጊምካዮ ግን ኣሰልቻዊ ይኸውን። ፈጠራታ ትውሕዶ።
ሄኖክ ኣብርሃም እታ እቲ ቀንዲ እቲ ድምጽኻ ትቋጽረዮ ኣለኻን። ኣብቲ ላዕሊ ክትወፅእ እንከለኻ ረባሺ ድምፂ ይወፅ ኣሎ ኣብ ታሕተዋይ ከዓ ኣብ ታሕተዋይ ሬንጅ ከዓ ብሊክ ከዓ ገሊኡ ትወፆ ገሊኡ ትወፆ ኣለኻን ሕጂ ምሉእነት የብሉን ካልእ ክትዓቢ ከም ትኽእል ርዱ እዩ
ቫይብሬሽን ስለ ዝወሰኽካ ነፊዕኻ ማለት ኣይኮነን ስለዚ ነቲ ደርፊ ከም ዘለዎ ናይ ምቕራብ ኣንፈት ከተርእዩ በዚ ኣጋጣሚ እዚ ክሕብር እፈቱ። ንግዚኡ ግን ኣብ ውሳኔ ክንኣቱ ዘማች እንታይ እያ ውሳኔኻ? ኣነ ሰኒ ሂበ ኣለኹ።
ከም ዳዕብ ይርድኣኒ ኣሎ። ሕጂ ነዛ ሕጂ ዘቕረብካ ይፋለ ናተይ ውሳኔ።
ክትደርፍ ትኽእል ኢኻ፣ ዓቕምታት ኣሎ፣ ንውድድር ግን ብግቡእ ክትቅረብ ክትክእል ኣለካ በቲ ዝሃብናካ ምኽሪ ንዓይ ኣየዕገበንን እቲ ሒዝካዮ መጺኻ ዘለኻ ይፋልያ እታ ውሳነ የቐንየልና።
ሕራይ መንእሰይ እንኳዕ ደሓን መፃኻ። እንኳዕ ደሓን ፀናሕኹም። መን ክብል ሽም? ኣማኒኤል ሃብተጋብር ይበሃል።
ኣማኒኤል ሃብተጋብር ሕራይ ኤማ ኣብ ደርፊ ዓለም ፀኒሕካ ዲኻ ዋላ እወ ቅድሚ ቁሩብ ግዜ እዩ ማይሲ ትበጋግሳ ነዊሕ ተመክሮ ገለ ኣይኮነን እወ ግን ኣብኡ ፎሎው እገብር ኣለኹ ማለት እዩ። ሕጂ ናይ መን ደርፊ ኢኻ ተስምዓና? ሕጂ ናይ ግርማይ ዓንዶም እየ ተዳልየላ ዘለኹ። ናይ ግርማይ ዓንዶም ጽቡቕ ሕራይ ክትጅምር ትኽእል ኢኻ።
ድሕሪ ነዊሕ ዓመታት ክተቋምትኒ ዳሃይ ምሳንኪ

ጽቡቕ ድምጺ ንሎሚ ኣስሚዕካና ኣለኻ። እቲ ድምጺ ኣደራርፋ ኣብ ቦትኡ ኣሎ ንቕጽቅጽ ድርቕርቕ እብል ቁሩብ እቲ ድምጽኻ ቀመማት ቅላጸታት ቁሩብ የድልዮ ብዝኾነ ግን ቀዳማይ መድረኽ እዩ እዚ ናብዚ መድረኽ እዚ ብዙሕ ዘማትእ ኣይኮነን እቲ ሒዝካዮ ዝቐረብካ ብወገነይ። ክዓግብ ኣዕገብኩኒ ዘለኹ ግን ከም ትገብር ኣብ ገጽካ ይንበበሉ ኣብ ኩሉ ሕጂ ንእሽትያ ሕጽረ ቢልካ ስማዓና ካልእ እወ ካልእ ዜማ
እቲ ገደናና ሓደ ባጊ ልብና ሓደ ወርዶ ሩባ ሓደ ዓማጺና ምስ ተፈርደ ደበናና ምስ ነገደ
ሰኒ
ደሓን እቶ ሓመድ ሳልሕ ኣትሪርካያ እታ ሰኒ ንዓይ እውን ማለት እየ እዛ ካለይቲ ዝያዳ ፅብቕቲ ሰኒ ሰኒ
ናተይ ከዓ እቲ ዓብ ሰኒ እዩ ማለት እዩ

ጴጥሮስ ፅቡቕ ፅቡቕ እቲ ቀራርባ እቲ ሓሳብ ፅቡቕ እዩ ሕጂ ኩሉ እንታይ ሓሳብ እቲ ሓሳብ ከዓ እቲ ግብሪ ክሳነ ኣለዎ እታ ቀዳመይቲ ዘቕረብካያ በቲ ናይ ጸጸር ገምጢልካ ብበትሪ ዝወቓዕካያ ጽቡቕቲ ግን ፍሉይነት ናታ ስለምንታይ ኣምጺእካያ ኣይ ንዓይ ኣይተረድኣንን ኣይ ቀጽለትኒ እንታይ ድዩ ፍሉይ ዝጽበ ነይረ ንባዕሉ ሕጂ ሓደ ምህዞ ከንቀርብ ካባና ከኣ ምስኡ ትቃወም ኣሕማቕ ነርካ ሕጂ ኣቋማ ክትሓስበሉ ኣለካ ብስታንድ እታ ክትገብር እታ ክትገብር ኣላካሲ ክትሓስበሉ ይላቦ ኣብታ ካልኣይቲ ኖርማል እያ ማለት ፍሉይነት የብላን።
እትምልከትካሲ ከተርእይ ኣለካ ምስኣ ክተዕልል ክትዛረብ ኣለካ you know ዘይግቡር ክትገብር ኣለካ እቲ መሳጥነት ክቐርብ። እቲ ዝገበርካዮ ኣብ ኮምፖዚሽን ክትጥቀመሉ ትኽእል ኣብ ከም ምህዞ ክትጥቀመሉ ትኽእል ግን ኣብቲ ንስኻ እትገብሮ ምልከት ብዙሕ ኣብኡ ዘንጸባርቕ ስራሕ ኣይረኣኹን ኣነ። ኣብቲ መጀመርያ ሓደ ሓድሽ ሓሳብ ኣበጊስካ ኣለኻ ግን ኣይመላእኻዮን ኣብ ሓደ መዓላ ኣይወዓለን ተበጊሱ ኣሎ ግን እንታይ እሞ ለውጢ ሂብዋ ነታ ክራር ጸጸራት ብላዕሊ ጌርካ ብላዕሊ ብሻምብቆ ጌርካ ንዓ ሃሪምካያ እዚ ኩሉ ጌርካስ እንታይ ኣምጺእካ እዩ ወሳነ ምሳሌ ዮም። ኣነ ክጅምረልካ እዚ ሓሳብካይ እምበር እቲ ዘቕረብካዮ እኹል ኮይኑ ኣይረኸብኩዎን ይፋል እያ ናተይ።
ምህዞታትካ ቀጽል ንሎሚ ግን ይፋል እያ ናተይ።
ምት ከተባብዓካ ቀጻሊ ክትሰርሓላ ሰኒ።